ኣብዚ ሕጂ ሰዓት ናይ ሕብረተሰብና ኣዝዩ ብጣዕሚ ከቢድ ሽግር ኮይኑ ዘሎ እንተ ክንርኢ ክኢልና ምናልባት እቲ ክነብሮ ዝኽእል ህይወት ከይነብሮ ዘይክእል ኮይኑ ካብኡ ተሰ ፍርሒ ዘይኮነ ወይ ድማ ትብዓት ስኢኑ ዘይኮነ እቲ ዝዓበየ ሽግር ዝኸውን ዘሎ ምምስሳል እዩ። ምምስሳል ዘምፅኦ ሽግር ከኣ ብዙሕ ዓይነት ኣብ ህይወትና ንሕና ዘይንደልዮም፣ ንሕና ክንገብሮም ዘይንደሊ ብዙሓት ተግባራት ንኸነተግብርን ኣብ ሕማቕ ኩነታት ንኽንኣቱን ንሕና ኣብ ዘይንደልዮ ህይወት ንኽንኣቱን ይገብረና ኣሎ። ብዛዕባ እዚ ሎማዓንቲ ክንዘራረበሉ ዝደለኹ ሓደ ነገር ድማ ናይ ብዙሕ ሰብ ሕቶ ስለ ዝኾነ ኣብዚ ሕጂ ሰዓት እውን ካብ ዝረኽቦም ሰባት ካብ ደጋጥመን ነገራት ዝርእዮ ዘለኹ ነገር ስለ ዝኾነ ምምስሳል ገዲፍና ናይ ገዛእ ርእስና ህይወት ብኸመይ ክንነብር ከም ንኽእል ብዝግባእ ኣብዚ ቪድዮ እዚ ብዝግባእ ክንርኢ ኢና። ኣብ ሓንቲ ማን ሰርች ፎር ሂምሰልፍ እትብል መጽሓፍ ዝረኣኹዋ ሓንቲ ጽሑፍ ብጣዕሚ ናብ ናትና ሕብረተሰብ ብፍላይ ድማ ንናትና ሕብረተሰብ ትውክል ሓንቲ ጽሕፍቲ ርኤ። እዛ ጽሕፍቲ እዚኣ ድማ ኣቐዲመ ከምዚ ክነግረኩም ዝጸናሕኩ ናይዚ ዘሎ ሕብረተሰብ ሽግር ፍርሒ ደይኮነ እቲ ሽግሩ ወይ ከኣ ዘይምድፋሩ ወይ ምፍርሑ ደይኮነ እቲ ሽግሩ እቲ ዝዓበየ ሽግር ምምስሳል እዩ ዝብል ነይሩ። እዚ ክንርዳእ እንተደኣ ኮይና ግን ናብ ህይወትና ምልስ ኢልና እንታይ ማለት እዩ እዚ ነገር እዚ ብዝግባእ ክንፍትሾ ክንክል ኣለና። ብፍላይ ኣብዚ ሕጂ ሰዓት እንተ ምልስ ኢልና ክንሪኢ ክኢልና ናይ ብሓቂ ዲና እቲ ንሕና እንደልዮ ደስታ ናብቲ ድከድናዮ ዓዲ ኬድና ረኪብናዮ ደለና ናይ ብሓቂ ዲና እቲ ንሕና እንደልዮ ሰላም እቲ ናሕና እንደልዮ ሂወት ኣብቲ ኣቲናዮ ደለና ሪሌሽንሺፕ ረኪብናዮ ዘለና ናይ ብሓቂ ዲና እቲ ንሕና እንደልዮ ደስታ እቲ ንሕና ክንኮኖ እንደሊ ነገር ኣብ ሕጂ ሰዓት እቲ ንሕና መሪጽናዮ ዘለና ነገር ብምትግባርና ናይ ብሓቂ ዲና እቲ እንደልዮ ነገር ረኪብና ዘለና ካልእ ሕቶ ኣይልኮን ምናልባት እቲ ደሸግረና ደሎ ሓደ ነገር እውን እንተደኣ ሃልዩ እቲ ንሕና ንምንዮ ህይወት እቲ ንሕና ንደልዮ ህይወት ዘይኮና ንነብር ዘለና ካልኦት ሰባት ገይሮሞ ኢልና ተመሳሲልና ብንኣቶ ናብራን ኣብ ሕብረተሰብና ዝረኣናዮ ነገር ንዕኡ ክንደግም ስለ ንሓስብ ዘለናን ኢና ደስታ ካባና ድሃድም ሰላም ካባና ድሃድም ውሽጣዊ ምርግጋእ እውን ካባና ዝሃድም ዘሎ ምናልባት ኣብዚ ሕጂ ሰዓት ክንዕዘብ እንተ ክኢልና ድማ ብፍላይ ናትና ሕብረተሰብ ሓደ ዝገብሮ ዘሎ ነገር እንተ ሃልዩ ናብ ምፍጣር ናብ ሓድሽ ነገር ምምፃእ ገዲፉ ወይ ገዛ ርሱ ኮይኑ ድደልዮ ህይወት እንዳነበረ ሓድሽ ነገራት እንዳፈጠረ ካብ ድነብር ኣብ ውድድር ይኣትዩ ዘሎ ኣብ ውድድር ንክንኣቱ ዝገብረና ዘሎ ድማ ውሽጥና ብዘይምፍላጥና እንታይ ክንገብር ከም ንኽእል ብትኽክል ብዘይምርዳእናን ናብ ገዛ ርስና ተመሊስና እቲ ንሕና ክንኮኖ ንደልዩ ነገር ብዝግባእ ብደይምፍታሽናን እዩ ንምንታይ ኢና እቲ ንሕና እንደልዮ ነገር ዘይንረክብ ደለና? ንምንታይ ኢና እቲ ንደልዮ ዓዲ ከይድና ከለና ግን ውሽጣዊ ሰላምና ንምንታይ ተዘሪጉ ደሎ? ንምንታይ እዩ ኣብ ሪሌሽንሽፕ ኣቲና ወይ ኣብ ድኾነ ፍቅራዊ ዝምድና ኣቲና ንምንታይ ኢና ግን ንሱ ዘይንረኽቦ ደለና? ዓዲ ቀይርና ኣለና ግን ድማ ኣብ ልብና ዘሎ ምልኣት ኣይተቀየረን ዘሎ ንምንታይ ይመስለኩም? እዚ ኩሉ ነገር ዘጋጥም ደሎ እቲ ኣቐዲምና ክንገብሮ ዝነበረና ነገር ካብ ሙሉእ ደስታ ተበጊስና ካብ ናትና ውሳነ ተበጊስና ደይኮነ ኣብታ ደጋዊት ዓለም ደላ ነገራት ንዑ እንዳረኣና ከምኡ ክንኮ እንዳሓሰብና ጥራይ ምምስሳል እዩ ቀቲለና ደሎ። ካብዚ ምምስሳል እዚ ውፅ ኢልና ግን ናብ ገዛእ ርስና ክንምለስ እንተ ደኣ ክኢልና ብዙሕ ክንገብሮ ንኽእልን ውሽጣዊ ደስታና ልብና መሊእና ክንሰርሖ ንኽእል ግን ብዙሕ ነገራት እዩ ደሎ። እዚ ክንገብር ተደኣ ኮይናኻ ድኾነ ዕላማ ክንሕዝ ክንክል ኣለና። ንሕና ክንኮኖ ክንበጽሖ ንደሊ ነገር ንምንታይ ኢና ደይንበጽሖ ደለና እንተ ኢልና መጀመርያ ብሉጽ ዕላማ ወይ ከኣ ክንኮኖ ኢና ንደሊ ንብል ናይ ገዛእ ርስና ድኾነ ዕላማ የብልናን። እዚ ዝኸውን ዘሎ ድማ እቲ ንሕና ንደልዮ ዓወት እንታይ ምዃኑ ብዝግባእ ዘይምርዳእና እዩ። እቲ ንሕና ንደልዮ ዓወት እቲ ክንበጽሖ ንደሊ ነገር ብዝግባእ እንታይ ምዃኑ እንተ ደኣ ዓወት እንተ ዘይፈሊጥናዮ ምናልባት እቲ ዓወት እቲ ዘይምፍላጥና ምስ ካልኦት ሰባት ንክንመሳሰል ገይርና ክኾን ይኽእል እዩ። ብኸመይ ከምኡ ዝብለኩም ዘለኹ እንተ ኢልኩምኒ ድማ፣ ብዝግባእ ገዛእ ርእስና ደይንፍትሽ እንተ ኰይና፣ ናበይ ከም ንኸይድ ንሕና ደይኰና ካልኦት ሰባት ድውስኑልና እንተ ኰይኖም፣ ካብዚ ዘለናዮ ተሲእና ከኣ ናብቲ ካልኦት ሰባት ወሲኖምልና ደለዉ ነገር ንኸይድ እንተ ኰይና፣ ናይ ገዛእ ርእስና ህይወት ደይኰና ንነብር ዘለና፣ ካልኦት ሰባት ድመረጽኦ ህይወት ኢና ንመሳሰሎን ንነብሮን ዘለና። ስለዚ ከምዚ ከይከውን ግን፣ ኣበይ ከም ዘለና ብዝግባእ ፈትሽና፣ ንገዛእ ርእስና ድማ ምናልባት እንተ ደኣ ሕጽረታት ሃልዩዋ፣ ድኽመታት እንተ ደኣ ሃልዩዋ፣ ነቲ ድኽመታት እቲ ንፈጣሪ ክመልእልና ብጸሎትን ብምስጋናን እንዳ ሓተትና፣ ናብ ገዛእ ርእስና ተመሊስና እንተ ደኣ ክንበጽሖ እንደሊ፣ ክንገብሮ እንደሊ ነገር ባዕልና እንተ ደኣ ወሲንናዮ፣ ባዕልና ንምዃን ዝሕግዘና ፈጣሪ ከም ዘሎ ክንርስዕ የብልናን። ምናልባት እቲ ኣነ ዝደልዮ ደስታ፣ እቲ ኣነ ድደልዮ ፍቕሪ፣ እቲ ኣነ ድደልዮ ሰላም፣ እቲ ኣነ ድደልዮ ገንዘብ፣ ምናልባት እታ ደጋዊት ዓለም እያ ተምጸለይልና ወይ ከኣ ካልእ ሰብ እዩ ደምጸለይና ንሓስብ እንተ ደኣ ሃሊና፣ ሕጂ እውን ኣብታ ደጋዊት ዓለም ምምስሳልን ናይ ካልኦት ሰባት ህይወት ምንባርን እምበር ናትና ህይወት ብምንም ተኣምር ኣይክንነብርን ኢና። ስለዚ ናይ ገዛእ ርእስና ህይወት ክንነብር እንተ ደኣ ኮይና ግን ገዛእ ርእስና ክንፍትሽ ክንክእል ኣለና። ናይ ብሓቂ ድየ እዚ ሕጂ ክኸዶ ድሓስብ ዘለኹ፣ እዚ ሕጂ ክኣቶ ድሓስብ ዘለኹ ሪሌሽንሽፕ ክኸዶ ዝደሊ ዘለኹ ዓዲ ናይ ብሓቂ ድየ ደልየ ድገብሮ ዘለኹ፣ ወይስ ካብ መሓዙተይ ካብ ኣዕሩኽተይ ከይተርፍ ብምባል ንሶም ከምዚ ጌሮም እዮም እሞ ኣነ ከኣ ከምዚ ክገብር ኣለኒ ኢለ እየ ድኣትወ ደለኹ። ናይ ድበዝሐ ሰብ ሽግር ኮይኑ ደሎ ንሱ እዩ። ምናልባት እንተ ደኣ ደገ ክኸዳ መሓዙት ክርኢኽየን ወይ ኣዕሩኽትኻ ደገ ክኸዱ እንተ ደኣ ርኢኽያም ማለት ካብ ኣፍሪቃ ወጺኦም ናብ ካልእ ናብ ኤሮጳ ናብ ኣሜሪካ ናብ ካናዳ ክኸዱ እንተ ደኣ ርኢኽያም ናይ ብሓቂ ንስኻ ካብ ውሽጣዊ ድሌትካ ተበጊስካ ደይኮነ ክኸዱ ስራይ ስለ ዝረኣኻዮም ክትከይድ እንተ ደኣ ኾንካ ምናልባት እቲ ትደልዮ ደስታ እቲ ትደልዮ ሰላም ደይከምጸልካ ይኽእል እዩ። ምናልባት ነዞም ሰባት ገነት ዝኾነ ህይወት ንዓኻ ግን ምርጫኻ ስለ ዘይኮነ እንታይ ትፈልጦ ሲኦል ክኾነካ ክእል እዩ ስቕ ኢለ ኣይኮንኩን ከም ዝብለኩም ዘለኹ ብዙሓት ብስርሐይ ምክንያት ብዙሓት ዝረኽቦም ሰባት ኣለዉ ሰዞም ሰባት እዚኦም መብዛሕትኡ ግዜ ከዕልሉኒ ወይ ክነግሩ ንከሎ ኣቐዲሞም ዝመረፅኦ ሂወት ዘይኮነ ኦሬዲ በቃ ካብቲ ደጋዊት ዓለም ርኦም ዓርኮም መሓዘኦም ካልኦት ስለ ዝገበሩ ይገብሩ ስለ ዝነበሩ እዮም ኣብ ካልእ ጣዕሳን ኣብ ዘይወፅዎ ሕማቅ ኩነታት እንዳኣትዎ So ኣቐዲምና ነዚ ነገር እዚ እንተ ከነወግዶ ኮይና ድፍረት ኣይኮነን ኣሸጊርና ዘሎ ወይ ከኣ ፍርሕና ኣይኮነን ኣሸጊርና ዘሎ ስለ ዘይደፈርና ኣይኮናን ክንገብሮ ነገራት ዘይከኣልና ዘለና ታኽል ኪላትና ደላ ሓንቲ ነገር እንታይ እንተ ኢልኩምኒ ምምስሳል እዩ ስለዚ ክንመሳሰል እንተ ኮይና ኣብ ናትና ደይኮነ ሂወት ኣብ ናይ ካልኦ ሰባት ሂወት ኢና ክንነብር ስለዚ ናብ ገዛ እርስና ተመሊስና ናይ ብሓቂ ደ ኣነ ዝደልዮ መሓዛይ ስለ ዝኸደት ዓርከይ ስለ ዝኸደ ኣብ ፍቅራዊ ሂወት ኣዕሩኽተይ ርእየን ንሰን ስለ ደኣተዋ ድየ ኣብ ፍቅራዊ ሂወት ደኣቱ ደለኹ ወይስ ናይ ብሓቂ ውሽጠይ ተሰሚዕኒ ደስ ኢልኒ ናይ ብሓቂ ክገብሮ ስለ ዘለኒ ድየ ደኣቱ ደለኹ ወይ ድማስ መሓዛይ ዝኾነ ሰብ ተመሪዑ ይወስዳ ስለ ደሎ ወይ ንደገ ስለ ትኸይድ ደላ ወይ ከዓ መሓዛይ ኣብኡ ከይዳ ማለት ብሞባይል ጌራ ፖስት ክትገብር ከላ ወይ ዓርከይ ክኸውን ይኽእል ፖስት ክገብር ከሎ ንዕኦም እንዳረኣኹ ፅባሕ ንጓ ከዓ ከምዚ ሂወት ክህልወኒ እንዳበልኩ ኣብ ዘይደለኹዎ ምርጫ ኣቱ ከይህሉ ኣይንኺድ ኣይኮነን፣ ጽቡቕ ጌርና ክንከይድ ኢና፣ ኣብ ዝደለናዮ ቦታ ውን ክንበጽሕ ኢና፣ ኣቐዲምና ግን እቲ ንኸዶ ዘለና ቦታ ካብ ደስታ ተበጊስና፣ ካብ ድሌትና ተበጊስና እንተዘይ ጌርናዮ ሂወትና ምሉእ ደበላሹ፣ ምናልባት ኣብ ድኾነ ሕማቕ ሪሌሽንሺፕ ክንኣቱ ንኽእል ኢና፣ ሂወትና ምሉእ ደበላሹ፣ ሕማቕ ውሳነታት ብምውሳን ኣብቲ ንዓመታት እንዳሓዘና ንነብረሉ ፍቕራዊ ሂወት፣ ኣብቲ ንዓመታት እንዳሓዘናሉ ንነብር ዓዲ ምናልባት ኣብኡ። ባዕልና ንገዛእ ርእስና ንስቓይ ክንፈርዳ ንኽእል ኢና። ስለዚ ክንመሳሰል ደይኮነ ደለና ገዛእ ርእስና ፈትሽና ናብ ገዛእ ርእስና ተመሊስና እንታይ እየ ዝደሊ ናበይ እየ ክኸይድ ዝደሊ እንታይ እየ ክኾን ዝደሊ ኣብዚ ዓዲ እዚ ክሰርሖ ድኽእል ነገራት እንታይ ኢልና ኣብቲ ሕጂ ዘለናዮ ዓዲ ካልእ ክልቃ ኣይኮነን ኣብታ ሕጂ ዘለናያ ዓዲ ብታ ከይድናያ ደለና ኣብታ ሕጂ ዘለናያ ኣብኣ ኮይና እንታይ ክሰርሕ ክእል ኢልና እንተ ክንሓስብ ክኢልና ክንሰርሖ ንኽእል ብዙሕ ነገራት እዩ እንተዘይኮይኑ ግን ምናልባት ካብ ውሽጣዊ ድሌታትና ሃዲምና፣ ካብቲ ክንገብሮ ንኽእል ነገራት ሃዲምና፣ ካብቲ ክንገብሮ ንደሊ ነገራት ሃዲምና፣ ምናልባት ምስታ ደጋዊት ዓለም ንመሳሰል እንተ ደኣ ሃሊና፣ ክንፈጥር ዝተፈጠርና ክነስና ካብ ምፍጣር ወጺእና፣ ምናልባት ኣብ ውድድር ክንኣቱ ንኽእል ኢና። እቲ ውድድር ከኣ ድብጫ ውድድር ኣይኮነን። ዓርከይ ከምዚ ስለ ዝገበረልና ናብኡ ንዓርክኻ ምርኣይ እዩ። ሕጂ ከኣ ኣብዚ ሕጂ ሰዓት ሾሻል ሜድያ ስለ ዘሎ ኣብቲ ሾሻል ሜድያ ፖስት ዝግበር ነገራት እንዳ ረኣና ናይ ብሓቂ ድዩ እቲ ሰብ እቲ ሂወቱ ኣብኡ ደውጽኦ ደሎ ወይስ ክወጽእ ጥራይ ስለ ዘሎ እዩ ኣብኡ ወጺኡ ደሎ ፖስት ዝገብሮ ደሎ ቪድዮታት ድዩ ፖስት ዝገብሮ ደሎ ኩሉ ኣብ ስቶሪ ደእቶ ደሎ ካልእ ደእቶ ደሎ ነገራት ናይ ብሓቂ ደስ እንዳበሎ ድዩ ደእትዎ ደሎ ናይ ብሓቂ ደስ እንዳበለ ድዩ ደውርዶ ደሎ ወይስ ውሽጣዊ ድሌታቱ ንፈልጥ ኢና ወይ ውሽጣዊ ሰላሙ ንፈልጦ ኢና ተደይ ኮይኑ ግን እንተ ንዕኡ ርኢና ንሕኣነውን በቃ ጽባሕ ንጎ ከምዚ ክገብር ኢልና ገዛእ ርእስና ምስኦም ነወዳድራ እንተ ኮይና ግድነት በቃ ከይደ ኣነኻ ፖስት ክገብር እየ ከምዚ ክገብር እቲ ክገብር እየ እንተ ንብል ሃሊና ኣብ ሕጂ ሰዓት ክንገብሮ ንኽእል ነገራት ክሽፈናና እዩ እንተ ተሸፊንና ድማ ድሌታትና ብዝግባእ ኣይክንፈልጥ ኢና እሱ ኣይኮነን እቲ መፍትሒ። እቲ መፍትሒ ኣብታ ደጋዊት ዓለም ከይድካ እንዳተመሳሰልካ ምውድዳር ደይኮነ እቲ መፍትሒ ዝኸውን ደሎ ናብ ገዛእ ርእሰኻ ተመሊስካ ውሽጣዊ ድሌታትካ ብዝግባእ መሚኻ ከምትኽእል በቃ ብዝግባእ ኣሚንካ ናብ ፈጣሪኻ ጸሎት እንዳቕረብካ ምስጋናኻን ጸሎትካ ናብ ውሽጢ እንተ ጌርካዮ ክትፈጥሮ ትኽእል ሓሳብ መሊኡ ክትበጽሖ ትኽእል ደረጃታት መሊኡ ምናልባት ግን እታ ደጋዊት ዓለም ውሒጣትካ ክትህሉ ትኽእል ትኾና ውድድርካ ዘይውዳእ ውድድር እዩ ክኸውን እሱ ጥራይ ከይኣክል ከኣኒ ኣብ ድባኣሲ ጭንቀት እውን ከእትወካ ይኽእል እዩ ምናልባት ካልኦት ሰባት ገነት ዝኾኖም ህይወት ንዓኻ ግን በቃ ኣይፍለጥን እዩ ሲኦል ክኾነካ ይኽእል እዩ ቃንዙ ክመረካ ይኽእል እዩ ኣብ ዘይተወጦ እህህ ትብለሉ ኣብ ዘይተወጦ ሕማቕ ነገራት እውን ክትኣቱ ትኽእል ኢኻ ስለዚ ሓደ ራሕዋት ኩላትና ክንገብራ ደለና ሓንቲ ነገር እተ ሃልያ ምስታ ደጋዊት ዓለም ደላ ምምስሳል ገዲፍና ናብ ገዛ ርእስና ተመሊስና እንታይ ክኸውን የደሊ እንታይ ክገብር የደሊ ንበል ንሱ ጥራይ ኣይኮነን መፍትሒ እቲ ደጋዊት ዓለም ዘሎ ነገራት ንሱ ጥራይ ኣይኮነን መፍትሒ ምናልባት ንሱ ክመስለና ይኽእል እዩ ምናልባት እዚ ሕጂ ንሪኦ ዘለና ካልኦት ሰባት ዝነብሮ ዘለዉ ሂወት ብኡ ጥራይ መንገድና ዝፍታሕ ኮይኑ ክስምዐና ይኽእል እዩ ሓደራ ኣሕዋት ማለት ግድነት መሓዛይ ተመሪዓ ስለ ዝኸደት ካብዚ ግድነት ዓርከይ ካብዚ ዝኾነ ነገር ጌሩ ስለ ዝኸደ ኣነ ከኣ እሱ ሂወት ግድነት ንዓይ ይምልከተኒ ወይ ከኣ እሱ ይደሊ እየ ማለት ኣይኮነን ኣብዚ ኮይነ ክሰርሖ ዝኽእል ብዙሕ ነገራት ክህሉ ይኽእል ይኸውን እዩ ኣብኡ ከኣ እንተ ነዚ ዕላማ ሒዘ ከይደ ምንም ጸገም ዝበሃል የብሉን ኣብኡ ከይደ ጽቡቕ ነገራት ዝሰርሐ እንተደይ ኮይኑ ግን እንተደይ ኮይኑ ግን ምምስሳልና ወይ ከዓ ኣብኡ ክበፅሕ ኣለኒ ኢና በቃ ብጀስት ብኣእምሮና ናይ ብሓቂ ዘይሓሰብናሉ ጽቡቕ ጌርና ምስ ውሽጣዊ ድሌታትና ዘይከይድ ነገራት እንተደኣ ንውስን ሃሊና፣ ምናልባት እውን ህይወትና ከኽፍለና ይኽእል እዩ። ማለት ከምዚ ንርእዮ ዘለና እዩ። ዓርከይ ስለ ዝኸደ ናብ ምድረ በዳ ብሊብያ ገይሩ ብባሕሪ ገይሩ ዓርከይ ስለ ዝኸደ ኣነ ክኸይድ ኣለኒ ማለት ኣይኮነን። ውሽጣዊ ድሌታተይ ብዝግባእ ክፈልጥ ኣለኒ እዩ። ግድነት ኣይኮንኩን ናብኡ ከይደ ኣነ እውን ህይወተይ ክወፊ ምናልባት ካልኦት ሰባት ድመረጽኦ ሂወት ኣነ ውን ግድነት ክመርጾ የብለይን ይርደእኒ እዩ ኣብ ከምዚ ዓይነት ኩነታት እንተ ኣቲና ድሓሸ መፍትሒ ብጸሎትን ብምስጋናን ጌርና ክንወጾ ክንክል ኣለና ኣቀዲምና ግን ናብ ከምኡ ዓይነት ውሳነታት ቅድሚ ምእታውና ኣቀዲምና ገዛ ርስና ንፈትሽ ናብ ገዛ ርስና ንመለስ ውሽጣዊ ድሌታትና ጽቡቅ ጌርና ንነብዮ እንተዘይኮይኑ ግን ዓርከይ ስለ ድኸደ ኣነ ከኣ ክኸይድ ኢለ ሂወተይ ንምንታይ ድኸፍል እሞ ሓደራ ኣሕዋት ኣብዚ ኮይና ልለመናዮ ፈጣሪ ሂወትና ናብ ስቃይ ለይኮነ ናብ በረከት ከምርሓ ይክእል እዩ ኣብዚ ኮይና ገዛእ ርስና ክንቅይር ኣብታ ድለንያ ኮይና ገዛእ ርስና ንምቅያር ኢልና ፆሎትናን ምስጋናናን ብዝግባእ እንተ ኣስተካኪልና ዘይምልስ ፈጣሪ ኣይኮነን ደለና ሕቁ ብምንም ታኣምር ኣይበናን እዩ ንሕና ጥራይ ድሌታትና ንነጽር፣ ንሕና ጥራይ ክበጽሖ'የ ንብሎ ቦታ ብዝግባእ ነፍለጦ። ካብታ ደጋዊት ዓለም ምስ ሰብና ክንመሳሰል ኢልና ዘይኮነ፣ እንተ ናይ ብሓቂ ንገዛእ ርእስና ክንመስል እንተ ኢልና ወሲንና፣ ሓጋዚና ፈጣሪ እዩ ዝኸውን። ሓደራ ኣሕዋት፣ ንሕማቕ ህይወት በቃ ንህይወትና ኣይንፍረዳ። ንገዛእ ርእስና ንምንታይ ናብ ከምዚ ዓይነት ኣቐንዛዊ ዝኾነ ህይወት ንፈርዳ? ንምንታይ ናብታ ደጋዊት ዓለም ኬድና ንመሳሰል? ናብ ውሽጥና ተመሊስና እንተ ደኣ ውሽጥና ብዝግባእ ፈትሽና ድሌታትና እንታይ ምዃኖም ክንርድኦም እንተ ደኣ ክኢልና ሕቶታትና ዘይምልስ ፈጣሪ ኣይኮነን ዘለና ብዝግባእ እንተ ደኣ ውሽጥና ክንፍትሽ ክኢልና ውሽጥና ዝፈልጦ ካልእ ሰብ ዘይኮነ ፈጣሪ እሞ ፈጣሪ ድማ ብዝግባእ ክሕግዘና እዩ እታ ሓንቲ ሓደራ ዝብለኩም ነገር ግን ኣብታ ደጋዊት ዓለም እንዳኸድና ንምንታይ ከምዚ ገይሮም ንምንታይ ከምዚ ኮይኖም ኣነኸ ንምንታይ ከምዚ ዘይገብር ኢልና እህህ ንብለሉ ዘለና ቃንዛ ምናልባት ንዓና ምልኣት ደይህበና ክኾን ይኽእል እዩ። ዝኸፍእ ቃንዛ ንዓና ክኾን ይኽእል እዩ። እቲ ሕማቕ ነገሩ ድማ ዓርከኻ ንኣብነት ድኾነ ነገር ይሰምረሉ ወይ መሓዛኺ ድኾነ ነገር ይሰምረላ ወይ ካልእ ሰብ ክሰምረሉ ትሪኦ ወይ ድኾነ ድሓ ክሳኽዐሉ ትሪኦ እሞ እቲ እስኻ ትደልዮ ነገር እንተ ደኣ ንሱ ሳኺዑ ኮይኑ ወይ ድማ ካብኡ ተበጊስካ ድሌታትካ እንተ ደኣ ኣብኡ ተመርኪሶም ኮይኖም ነቲ ሰብቲ እውን እንኳዕ ኸደ እንኳዕ ሰመረሉ ኣይትብልን ኢኻ ንገዛእ ርእስኻ ምስኡ ስለ ተወዳድራ ንምንታይ ነዚ ሰብ እዚ እንኳዕ ሰመረሉ ደሓን ግን ኣነስ እንታይ እየ ኮይነ እንዳበልካ ፕሮሰስካ ስለ ዘይሰለጠካ ክኾን ይኽእል ምናልባት ፍቕራዊ ሂወትካ ከምቲ ትደልዮ ስለ ዘይኮነልካ ክኾን ይኽእል ንስኻ ኣይመረጽካዮን መጀመርያ ስለዚ ምስቶም ሰባት እዮም እንዳተወዳደርካ ነቶም ሰባት እዮም ምስኦም ምውድዳርን በቲ ናቶም ተሰሚርሎም ዶ ነገር ከኣ ደስ ደይክብለካን ናብ ገዛእ ርእስኻ ተመልስካ ከኣ ገዛእ ርእስኻን ኣሕ ኣነስ መዓስ ሓልፈለይ ይኾን ንዓይ ከ ወደይ ከምዚ ይኮነለይን እዩ ኣነስ ቁርሱስ እየ ኣነስ ዕድል ይብለይን እኮ እንታይ መዓት እዩ ወደይ እንዳበልካ ገዛእ ርእስኻ ከተማሪ ኢኻ ክትሓጊ ካብ ከምኡ ምግባር ግን ናብ ገዛእ ርእስና ንመለስ እሞ ንኹሉ ሰብ ጽቡቕ ንመነየሉ ንሕና ድማ ትምኒታትና ካብታ ደጋዊት ዓለም ምስቲ ኣብ ምሳና ዘሎ ሰብ ክንመሳሰል ኢና ደይኮና ናብ ገዛእ ርእስና ክንምለስ ክንክል ኣለና። እቲ ዝኸፈእ ነገርኮ ማለት ዝሰምዖ ነገራት ብዙሕ ስለ ዝኾነ ብሰርሐይ ምኽንያት ማለት ናብ ፍቅራዊ ህይወት ተኣቱ ሓንቲ ሓፍተይ ወይ ሓደ ሓወይ ናብ ፍቅራዊ ህይወት ክኣቱ ይኽእል እዩ ናብዚ ፍቅራዊ ህይወት ድኣትብሉ ግን ናይ ብሓቂ ደልዮ እሞ ምልኣት ተሰሚዕዎም ደስ ኢልዎም ዘይኮኑ ናብቲ ፍቅራዊ ህይወት ድኣቱ ደሎ ኩሉ ሰብ ኣይኮንኩን ድለኩም ደለኹ መብዛሕትኡ ደጋጥመን ደሎ ኣነ እውን ድሪኦ ደለኹ ነገራት ስለ ዝኾነ እየ ክነግረኩም ዝደፍር ዘለኹ ማለት ናይ ብሓቂ ንሳ እተመነየቶ ደይኮነ መሓዛኣ በቃ ደገ ክትከይድ ስለ ዝረኣየታ መሓዛኣ በቃ ናብ ኤሮጳ ሓደ መጺኡ ተመሪዕዋ ክኸይድ ስለ ዝረኣየታ ወይ ውን በይና ስለ ዝኾነት ኣብዚ ፍቕራዊ ሂወት ካልኣ መስሪታ ካልእ መሓዛኣ ትሪኣ ስለ ዘላ ግድነት ኣነ ከኣ ከምኡ ክገብር ኣለኒ እያ ትብል ዘላ እሱ እቲ ጸገም ድኾውን ደሎ ግድነት ከምኡ ኢላ እንተ ኣትያቶ ከኣ ንትሳ ኣትያቶ ደላ ፍቕሪ ናይ ብሓቂ ደስ ኢለዋ ደይኮነ በቃ ገበረቶ ኢላ ስለ ዝኾነት ኣብኡ ድማ ሕማቕ ነገራት ትረክብ ትኽእል እያ ከሕመና ይኽእል እዩ ዘረባ ዘሕዋት ግን በቃ እቲ ዝፍጠርን ዝኸውንን ደሎ ነገር ስለ ድኾነ ተቐቢልና ብዝግባእ ርእስና ክንፍትሾ ክንክል ኣለና ስለዚ ከምዚ ኢልካ ደኣ ተኸያ ፍቕራዊ ሂወት ኣደዳ ጸርፊ ኣደዳ ማህረምቲ ኣደዳ ጭንቀት ኣደዳ ቃንዛ ኣደዳ ሕማቕ ነገራት እዩ ክኾን እንተ ደኣ ብዝግባእ ናብ ርእስኻ ተመሊስካ ግን ካብ ብልብኻ እንተ ደኣ ተመኒኻ ተኣቲኻ ትፍቕርቲ ግን ዕንበባ ክትረኽበሉ ራህዋ ክትረኽበሉ ሰላም ክትረኽበሉ ፍቕሪ ክትረኽበሉ ክሳብ ዝኾነ ኣብ መጨረሻ እቲ ፍቕራዊ ህይወት ዝደልደለ ይድኾን። እንተዘይኮይኑ ግን ካልኦት ሰባት ገይሮሞ ኢልና ንኣቱ እንተ ሃሊና፣ ሕጂ እውን ክደግመልኩም እየ፣ ንኻልኦት ሰባት ገነት ዝኾኖ ህይወት ምናልባት ንዓይ ሲኦል ክኾን ይኽእል እዩ፣ ኣነ ዘይደልዮ ክኾን ይኽእል እዩ። እቲ ዝዓበየ ገነት ናትና ድማ ምስ ውሽጥና ተዘራሪብና እንታይ ክንከውን ከም ንደሊ ናብ ገዛእ ርእስና ተመሊስና ፈጣሪ ዝሃበና ገነት ናይ ምስጋና ናይ ጸሎት ናይ እምነት እዩሞ ናብኡ ተመሊስና ንገዛእ ርእስና እንታይ እያ ትደሊ? ጽቡቕ ጌርና ንሕተታ፣ ንፈትሻ፣ ድሌታትና እንታይ እዮም ንርኣዮም። ብጸሎትን ብምስጋናን ብእምነት ዝሓተትናዮም ፈጣሪ ድማ እቲ ንሕና ንደልዮ ነገራት ብቓንዛ ዘይኮነ ብደስታ ክምልሶ እዩ። ትዕግስቲ ጥራይ ኣሕዋት። እንተ ክንዕገስ ክኢልና ውሽጣዊ ድሌታትና ዝሰምዕ ፈጣሪ ክሳብ ዝሃለወ ብትዕግስቲ እንተ ተጸቢናዮ፣ ክሽልመና እዩ፣ እቲ ዝደለናዮ ነገር እውን ክህበና እዩ። ስለዚ ካብ ምምስሳል ውጽእ ኢልና ናብ ገዛእ ርእስና ተመሊስና እንተ እታ ደጋዊት ዓለም ዘይትዳንየና ኮይና ኣብ ውድድር ዘይንኣቱ እንተ ኮይና ናብ ውሽጥና ተመሊስና ልክዕ ከምቲ ፈጣሪ ዝፈጠረና ሓሳባት እንዳፈጠርና ፈጠርትን ተኣምረኛታትን እንዳኾና እቲ ንደልዮ ህይወት ምንባርና ዘይተርፍ እዩ። እዚ ወደሓንኩም ጋይስ ስለዚ ላይክ ሼር ሳብስክራይብ ድማ ግበሩ እዚ ሓሳብ እንተፈቲኹሞ ድማ ናብ ብዙሓት መታን ክባጻሕ ደገፍኩም ኣይፈለየና ሼር እንዳበልኩም ክሳብ ኔክስት ቪድዮ ንራኸብ ኣብታ ትመጽእ ደላ ቪድዮ ክሳብ ንራኸብ ኣብዚ ክፍልየኩም እየ ብጣዕሚ እየ ዝፈተኩም ኣብ ዘለኹሞ ሰላም ንዓኹም ዝተፈላለዩ ናይ ህይወትን ዓወትን ምስጢራት ልብና ንኽንሃንጽ ናብ ልብና ንኽንምለስ ገዛእ ርእስና ንኽንቅይር ዘኽእሉና ጥበባትን ምስጢራትን ንምምሃር ኣብዚ ቻነል እዚ ሳብስክራይብ ንግበር ናይ ደወል ምልክት እውን እንክፍ ነብላ